ሓንቲ ክዛረበኩም ደልየ ዘለኹ ከመይ ጌርና ማለት ኣእምሮና ብግቡእ ተጠቂምና ዝደለናዮ ብቐሊል ንረክብ እዩ። ንሶም ከኣ ብመልክዕ ናይ መስትያት ከም ኣብነት ክወስድ እየ ማለት እዩ። ንበል ንኣብነት ሕጂ ሓንቲ መስትያት እዚኣ ኣላ ንበላ ነብስኻ ኣብ ቅድሚ ሜሳት ምስ ኣቖምካያ እዚ እቲ ንስኻ ዝደለኻዮ ነገር ማለት እዩ ንበሎ እዚ ንስኻ ኢኻ ማለት ንስኻ ሂወትካ ትነብሮ ዘለኻ ማለት እዩ እዚኻ እዛ መስትያት ናትካ ኸኣ ማለት እዩ ኣንጸባራቒ ናቱ ኸኣ ማለት እዩ ልክዕ እዚ ትሪኦ ዘለኻ ወይ ከኣ እቲ ትስሕቦ ዘለኻ ካብዚ ክርእየካ እዩ ማለት እዩ ንኣብነት እዛ ኣብዚ ዘላ ንስኻ ሂወትካ ትብለላ ንስኻ ኣብዚ ክትርእያ ኢኻ ማለት እዩ ሕጂ እዚ ኣብዚ ትሪኦ ዘለኻ ነገር ልክዕ ኣብቲ መስትያትካ ክትሪኦ ኢኻ ከም ኣብነት ንበል ሕጂ እዚ ንስኻ ኢኻ ዘለኻ እዚኣ ኸኣ እታ መስትያት እያ ንበላ እዚ ኸኣ ኣብቲ መስትያት ትሪኦ ዘለኻ ውጽኢት ናቱ እዩ ሕጂ ንበል እንተ ደኣ ኣብ ገጽካ ዝኾነ ነገር ኣብዚ ሃሊካ ዝኾነ ተጸይቅካ ኣለኻ ንበሎ ኣብቲ መስትያት ካኣ ልክዕ ከም ዘላታ ኣብዚ ክትሪኣ ኢኻ ማለት እዩ ሕጂ ክትኣልየን ከለኻ እዛ ኣብዚ ተራኢኻ ትሪኣ ዘለኻ ነገር ኣይደለኻያን ዘለኻ ክትኣልየን ከለኻ እንታይ ኢኻ ክትገብር መቸም ኣብቲ መስትያት ኬድካ ነዚ ክትኣልዮ ዋላ ተፈተንካ ገለ ኣይእለየልካን እዩ ኣይከይድን ምክንያቱ እቲ መስትያት እዩ ዘሎ እቲ ሓንቲ ክትኣልያ ትኽእል ደላኻ እንታይ እዚኣ ኣብዚ ጥራሕ ክትድምሳ ትኽእል ነዛ ኣብዚ ዘላ ነገር ኢኻ ክትኣልያ ትኽእል ነዚኣ እንድሕር ኣሊኻያ እዚኣ ክትጠፍእ ተኽእሎ ኣለዋ። እዚ ቀሊል ነገር እዩ ምክንያቱ ኣብ መስትያት ክንከይድ ከለና። እዚ ማለት እንታይ እዩ? እዚ ናትካ ማይንድ ሴት እዩ። ማይንድ ሴት እዩ ወይ ከዓ ናታቶም እቶም ኣእምሮኻ ሓንጎልካ ማለት ኣተሓሳስባኻ ክኸውን ይኽእል ኣተሓሳስባኻ ክኸውን ይኽእል ሓንጎልካ መዓልታዊ ትነጥፎ ንህይወትካ ማለት እዩ። ልክዕ ብኡ መንጽር ከኣ ኣብዚ እቲ ንስኻ መዓልታዊ እትሓስቦ ንጥፈታትካ ኣብዚ መስትያት ኣሎ ማለት እዩ። ሕጂ እዚ እንታይ እዩ? እዚ እቲ ኣእምሮኻ፣ ኣተሓሳስባኻ፣ ካልእ ንብረት እዩ። እዚ ኣብ መስትያት ዘሎ ከኣ እንታይ እዩ? እዚ ከኣ እቲ ሪል ላይፍ ናትካ እዩ። ሪል ላይፍ ናትካ እዩ። እቲ ሓቀኛ ህይወት ትነብሮ ዘለኻ እዩ። ኣብዚ ኣታሓሳስባካ ኢልና ኣለና ኣብዚ ካኣ እቲ ሓቀኛ ሂወት ዘሎ እዩ ምክንያቱ መስትያት ዝሃብካዮ እዩ ዝህበካ ኣይሕሱን እዩ ንስካ እንተ ገጽካ ጸይቁ ተሃሊ ከም ዘለዎ ከውጾ እዩ ተባላሽካ ተሃልያ ከምዛ እዩ ምክንያቱ መስትያት ፊልተር ኣይኮነን መስትያት ዘለዎ ነገር እዩ ከርእየካ ዝክእል እዚ ሕጂ ነዚ ነገር እዚ ማለት ኣብ እእሙረካ ወይ ሓንጎልካ ከመይ ገሩ ዝሰርሕ እንተ ተረዲእካዮ ንስካ ነቲ ዘሎ ነገር ንክትነብሮ ወይ ካኣ ነቲ ንስካ ክትኮኖ ዝደለካ ነገር ክትኮኖ እንታይ ክእድልየካ እዩ ከመይ ገሩ ሓንጎልካ ይሰርሕ ኣፍልጦ ከድልየካ እዩ እዚኦም ከኣ እንታይ እዮም ኮንሸስ ማይንድስ ዝበሃሉ ሳብ ኮንሸስ እዚ ከኣ ወይ ከኣ ካልኣይ ከኣ ከምዚ ኣድመ ንበሎ ብሓጺሩ ንቕሓት ሓንጎል ትሕተ ንቕሓት ወይ ከኣ ኣድማሳዊ ሓይሊ ኢልና ንፈልዮ ከኣ ኣለዉ እዞም ሰለስተ ክፋላት ኣለዉ ነዚኦም ነናቶም ስራሕ ኣለዎም ብኸመይ ከ ነዚኦም ተረዲእና ህይወትና ወይ ኣእምሮና ብግቡእ ንጥቀመሉ ከኣ ክንሓስብ ከነስተብህል ግቡእና እዩ ማለት እዩ ሕጂ ሎማዓንቲ ሰለስተ ነገራት ከርእየክን እየ ማለት እዩ። ንስኻ እንታይ ሳብኮንሽስ ማይንድሴት፣ ኮንሽስ ማይንድሴት ኡንድ ወይ ከዓ ብካልእ መገዲ ንቑሓት ሓንጎል ዝበሎ ትሕተ ንቕሓት ኣድማሳዊ ሓይሊ ኢና ንፍለዮ። እቲ ንስኻ ብኸመይ ኣጠቓቕማ ትጥቀመሉ ነዞም ነገራት ማለት እዩ። ቀዳማይ ንብሎ እንታይ እዩ? ኣድማሳዊ ሓይሊ ኣድማሳዊ ሓይሊ ኣድማሳዊ ሓይሊ ትሕተ ንቕሓት ትሕተ ትሕተ ንቕሓት ንቕሓት ኣእምሮ ኣእምሮ ንቕሓት ኣእምሮ ኢልና ንእመኖ ንቕሓት ኣእምሮ እዚኦም ሰለስቲኦም ብግቡእ ተጠቂምና ማለት እዩ ኣብዚ ውፅኢት ናይ እዚ እንታይ ክኸውን እዩ ሪል ላይፍ ንብሎ ሪል ላይፍ ወይ ከዓ እቲ ሓቀኛ ህይወት ትነብሮ ማለት እዩ ሓቀኛ ህይወትካ እዩ ወይ ከዓ ህይወትኪ ማለት እዩ ኣብዚ ከዓ እንታይ እቲ ኮር ቢሊቭ ንበሎ ኮር ቢሊቭ ኮንሸስ ማይንድሴት፣ ሳብኮንሸት ማይንድሴት፣ እዚ ከኣ እቲ ኣድማሳዊ ሓይሊ ንበሎ ኣምላክ ክኸውን ይኽእል እዚ ሕጊ ተፈጥሮ በቃ ንበሎ ከም ሕጊ ተፈጥሮ ዝተዋህበና ኣድማሳዊ ሓይሊ ማለት እዚ እንታይ እዩ ሃብቲ ክኸውን ይኽእል ድኽናት ድኽነት ሓዳር ፍትሕ ድዩ ዋላ ጽቡቅ ድዩ ብዘየገድስ ሓፈሻዊ ዝምድና ዝተፈላለየ ነገር በቃ እዚ እቲ ከም ልክዕ ከምዚ ማዕበል ኮይኑ ኣብዚ ዘንሳፍፍ ዘሎ እዩ ሕጂ ካብዚ ንሕና ደስ በለና መሪጽና ኣብዚ ከዓ ካብዚ ክንመርጥ ንኽእል ኢና ኣብዚ ከዓ ንመርምሮ ንኣምነሉ ምስ ኣመናሉ ናብዚ ንመጽእ ማለት እዩ ኣብዚ ንነብር ሕጂ እዚ ናትና ኮር ቢልቭ እንታይ ንኣምን እዩ ኣገዳስነት እዩ ንኣብነት ንበሎ መስትያት ዓንተወይ ከም ኣብነት ሂበኩም ኔረ እታ መስትያት ኣብዚ ኣላ ንስኻ ዝኣመንካሉ ንኣብነት ሚእቲ ዶላር ኣብ ባንክ ካሎ መዓልታዊ ኮይካ ቸክ ትገብራ ዋላ ሓንቲ ነገር ስራሕ እኮ ኣይቀየርካን ዘምጻኻል ነገር የብልካን ግን እንታይ ትደሊ በቃ ከይካ ቸክ ጥራሕ ትገብራ ዘሰይም ምክንያቱ ኣብዚኣ ዘላ ንሳ ሚረስ ንሳ ክትምጻልካ እታ መስትያት ሚእቲ እያ ክትርእየካ ሕጂ እባ ኣነስ ሽሕ ይደልየ ኔረ በቃ ሚእቲ ሽሕ ዓሰርተ ሽሕ ክውን ዘድልየኒ ኔሩ ክረክብ ከኣ ኣይከኣልኩን ስራሕ በቃ ከምዚ ክኸውን ኣይከኣለን በቃ ዘየበለን እዚ ኮታ ምክንያቱ እዚ ባእ ገንዘብ ክትረክብ ሕጂ ከቢድ እዩ ተልካ ልክዕ እዚ ከኣ ኣይክእልን እዩ ከቢድ እዩ ዘሎ ሕጂ እንታይ ኢኻ ትገብሮ እዚ መስትያት ዘሎ ትሪኦ ዘለኻ ናትካ ሪል ላይፍ እዩ እዚ እቲ ሓቀኛ ሂወት እዩ እዚ ከኣ እቲ ናትካ ኣተሓሳስባ እዩ ኣብዚ ኮንካ እንተ ባእ ኣነ ገንዘብ ክረክብ ኣይክእልን እየ ተልካ ኣይትኽእልን ኢኻ ኣብዚ ኣይክእልን እየ ክመጽእ እዩ ኣነ ብርግጽ ክንድዚኤን ኣለዋኒ ግን ሕጂ ከምዚ ክገብር ይኽእል እየ ምኽንያቱ እዚ ተጌሩ እዚ ክገብር ይኽእል እየ ተልካ ኣብዚ ዘሎ ነገር እንታይ ክኸውን እዩ ልክዕ ይኽእል እየ ተልካ ኣብዚ ኣብዚ ከኣ ይኽእል እዩ ክመጽእ ስለዚ እቲ ቀዳማይ ክትቅይሮ ዝግበኣካ እንታይ እዩ እዚ ኢኻ ትቕይሮ እዚ እንተ ተቐይሩ ማለት ኣተሓስባኻ ተተቐይሩ እቲ ሪል ላይፍ ናትካ እቲ ሓቀኛ ህይወት ናትካ ኸ ክቐይር እዩ መጀመርያ ምክንያቱ ካብ ፌክ ላይፍ ወይ ከዓ ካብቲ ሕማቕ መንገዲ ትወፅእ ኣለኻ ማለት እዩ ንበል መብዛሕትኡ ሰብ ሽግሩ እንታይ እንተልናዮ እቲ ንዕኡ ዝሽግሮ ንዕኡ ፎካስ ስለ ዝገብር እዩ ኣብ ጸገማት እንተ ደኣ ብብዝሒ ግዜ ኣተኲርካ ብዙሕ ጸገም እዩ ዝመጸካ። እንተ ደኣ ኣብ ተኽእሎታት ኣተኲርካ ከኣ ብዙሕ ተኽእሎ እዩ ዝመጸካ። ሕጂ እቶም ተኽእሎታት ንብሎም ዘለና እንታይ እዩ? ኣድማሳዊ ሓይሊ እዩ፣ ሕጊ ተፈጥሮ እዩ። ንኣብነት ሃብቲ ኣሎ ኣብዚ፣ ድኽነት ከኣ ኣሎ ኣብዚ ንበሎ። ሕጂ ንስኻ ብዛዕባ ኣብዚ ገንዘብ ስእነት ትሓስብ ተሃሊኻ እዚ ድኽነት ኢኻ ትርኢ ዘለኻ። ኣብዚ ናይ ድኽነት ፎካስ ትገብር ኣለኻ ናበይ ክመጺ ናብዚ ናትካ ሳብኮንሸስ ማይንድ ሴት ኣይብል በቃ እቲ ኮር ቢሊቭ ናትካ ኦኬ እዚ ኣነ ሚነሉ ኣለኹ በቃ እዚ ድኽነት እዩ በቃ ኣነስ ከቢድ እዩ በቃ ከምዚ ክንገብር ባ ኣነስ ክመጽእ ኣይነብርን ንካናዳ ክመጽእ ኣይነብርን ናብ ኢሮጳ ከብል ኣይነብርን ብወዘተ ክስታይ ትገብር ማለት እዩ ሕጂ ኣብዚ ኮንካ ነዚ ኢኻ ተቃዋሚ ዘለኻ ብዙሕ እኮ ምርጫታት ኣለካ ግን ንስኻ ብዛዕባ ስእነትን ድኽነትን ኢኻ ፎካስ ትገብር ዘለኻ ብርግጽ ከኣ ኣብኡ ፎካስ ትገብር ስለ ዘለኻ ከኣ ወላ ሂወትካ ሙሉኻ ከምኡ እዩ ክኸውን ኩሉ ነገር ሽግር ይከውን ማለት እዩ ስለዚ እንታይ ክከውን እንተይልናዮ ልክዕ ውጺኢት ናቱ ከኣ እስካ እዚ እንታይ ክከውን እዩ እቲ ሓቀኛ ላይፍ ናትካ እንታይ እዩ ድክነት ክከውን እዩ ማለት እዩ እንተ ደኣ ሃብቲ መሪጽካ ከኣ ብከመይ ትህፍትም ብርግጽ እቲ ዝደለካዮ ቁልጡፍ ዘይክትረክቦ ትክእል ኢካ ግን ተክእለካ ግን ትቀንዲ ተሓስባካ ግን ብዛዕባ ሃብቲ ትሓስብ ስለ ዘለካ ከመይ ጌርካ ገንዘብ ትፈጥር ኢካ ክትሓስብ ክትጅምር ወይ ከመይ ጌርካ ትረክብ ክትሓስብ ክትጅምር ኢካ ስለዚ ንሕና ኣብዚ ኣድማሳዊ ሓይሊ ዝመረጽናዮ ኣብዚ ዘሎ ትሕተ ንቕሓትታትና መርሚሩ ዝኸዶን ሕጂ እቲ ሽግር እንታይ እዩ ኣብዚ መብዛሕትኡ ሰብ ኣብዚ ዝሕነቕ ናብዚ ኣይሰግርን እዩ ኣብዚ እዩ ዝሕነቕ ምክንያቱ ኣብዚ እንታይ እዩ ንኣብነት ቧእ ከምዚ ተጌርካ ቧእ እዚ ተጌርካ እዚ ሽግር ኣለዎ እዚ ተኮይንካ ከምዚ ክትከውን ኢኻ እዚ ተጌርካ እዚ ሽግር ከጋጥመካ እዩ እዚ ተኮይኑ ከምዚ ክኸውን እዩ ኣብዚ ኮይኑ ብዙሕ ነገራት ሽግራት ይፈጥርሞ ጌና ናብ ካልእ ምርጫታት ከይከደ ኣብዚ ይሕነቕ ናብዚ ሓኒቑ ከኣ ማለት እንታይ ኣብቲ ሂወቱ ብመንፅር ናይቲ ዝስሕቦ ዘሎ ማግኔቲክ ዝኸውን ዘሎ ነገራት ከዓ ይነብሮ ማለት እዩ ምክንያቱ ንስኻ እቲ ትበልዖ ዘለኻ ምግቢ ኢኻ ንስኻ መዓልታዊ ተሓስቦ ዘለኻ ኣተሓሳስባ ከያ ደቂ ሰባት ሓበራዊ ዝኾነ ፀላኢ እዩ ዘለና ንስኻ እንታይ እቲ ሓበራዊ ፀላኢ ንብሎ እንታይ እዩ ኣተሓሳስባና እዩ ኣተሓሳስባና እንተድኣ ነቒሑ ህይወትና ብኡ መንጽር ክነቅሕ ኣተሓሳስባና እንተድኣ ሰፊሑ ህይወትናውን ብኡ ምሉእ ሰፊሑ ክኸውን ኣተሓሳስባና እንተድኣ ኣወንታዊ ተኾይኑ ብብዝሒ መንገድታት ተድኣ ኣብ ምዕባለን ኣብ ንቕሓትን ዘተኩር ተኾይኑ ህይወትና ብኡ መንጽር ከምኡ እዩ ክኸውን ማለት እዩ።